ሰላም ተኸታተልቲ ትግርኛ ዴሊ ሎማዓንቲ ከዓ ዕለታዊ ዜና ሒዝናልኩም መፂና ኣለና። መጀመርታ ብቐንዲ ነጥብታቱ ክንጅምር። ትግራይ ሓድሽ ምጥምዛዝ ጌታቸው ረዳ ታክቲካዊ ብዝኾነ መንገዲ ንድሕሪት ምምላስ ዝግበር ይመስል። ቀዳማይ ሚኒስተር ኢትዮጵያ ሕቶታት ንምምላስ ኣብ ባይቶ ይቐርብ። ኣብ ደቡብ ኢትዮጵያ ብዘጋጠመ ምህማም መሬት ትሽዓተ ሰባት ሞይቶም። ኣብ ስጳኛ ኣብ ሓምሳ ዓመት ተራእዩ ዘይፈልጥ ከቢድ ሓደጋ ውሕጅ ኣጋጢሙ። ዝርዝራቱ፣ ትግራይ ሓድሽ ምጥምዛዝ ጌታቸው ረዳ ታክቲካዊ ብዝኾነ መንገዲ ንድሕሪት ምምላስ ዝግበር ይመስል። ህዝባዊ ግንባር ሓርነት ትግራይ፣ ህወሓት፣ ኣብቲ ክልል ሱር ካብ ዝሰዱ ጀሚሮም ፖለቲካ ክልል ትግራይ ወትሩ ዓብላሊ እዩ ነይሩ። ካብ ነሓሰ ናይዚ ዓመት ጀሚሩ እቲ ዝተተንበየ ፖለቲካዊ ምስሊ ኣብ መንጎ ክልተ ውድባት ኣብ ውሽጢ እቲ ሰልፊ ምፍልላይ ዘዕቢ እዩ ነይሩ። ካብቶም ውድባት ሓደ ኣብ ትሕቲ ጌታቸው ረዳ እቲ ካልኣይ ድማ ኣብ ትሕቲ ደብረጼን ገብረሚካኤል ዝነበረ እዩ። ኣብ መንጎ ክልቲኦም ጉጅለታት ግጭት ዘይተርፍ ኮይኑ ተራእዩ። ኣብ ትሕቲ ወዲ ወረደ ዝርከብ ሓይልታት ፀጥታ እቲ ክልል መጠንቀቕታ ከውፅእ ተገዲዱ እውን ነይሩ እዩ። ጌታቸው ብመሰረት ስምምዕ ፕሪቶርያ ጊዛዊ ፕረዚደንት እኳ እንተነበረ ሰልፊ ደብረፅዮን ግን ናይ መሰል ተቓውሞ ብፅኑዕ የርእይ ስለዝነበረ፣ ንጌታቸው ረዳ ጊዚያዊ ፕረዚደንት ናይቲ ዞባ ክሳብ ምእላይ በፂሑ። ካልኦት ዓሰርተ ኣርባዕተ ኣባላት ጊዛዊ ምምሕዳር እውን ተኣልዮም እዮም። ትማሊ ኣብ ዝተራእየ ፍጻመ ግን ህዝቢ ዘይተጸበዮ ነገር ኣጋጢሙ። ጌታቸው ካብ ጊዛዊ ፕረዚደንት ስልጣኑ ብምውራዱ ከይደለየ ይወጽእ ኣሎ። ኣብ ማሕበራዊ ሜድያ ኣብ ዘውጽኦ መግለጺ፣ ታደሰ ወረደ ጊዚያዊ ፕረዚደንት ክልልና ክኸውን ኢሉ ገሊጹ። እቲ ውሳነ ካብ ዕስራን ትሽዓተን ጥቅምቲ ጀሚሩ ተግባራዊ ምዃኑ ጌታቸው ረዳ ዝፀሓፎ ሓፂር መግለፂ የመልክት። ጌታቸው ንምንታይ ከምኡ ከምዝገበረ ዝገልፅ መብርሂ የለን። ታደሰ ወረደ ናይ ጊዚያዊ ፕረዚደንት ስልጣን መዓስ ይውዳእ ወይ ጌታቸው ከም ጊዚያዊ ፕረዚደንቲ ክምለስ ድዩ ዝብል ምልክት ድማ የለን። ኣብ መንጎ ህወሓትን መንግስቲ ፌደራልን ኲናት ዘብቀዐ ስምምዕ ፕሪቶርያ መሰረት ንጌታቸው ረዳ ጊዛዊ ፕረዚደንት ትግራይ ገይሩ ዝሸመዮ ቀዳማይ ሚኒስትር ኣብይ ኣሕመድ እዩ። እዚ ፅሑፍ ኣብ ዝተፀሓፈሉ እዋን ጌታቸው ረዳ ታደሰ ወረደ ጊዛዊ ፕረዚደንት ክኸውን ብዝወሰዶ ውሳነ መንግስቲ ፌደራል ርእይቶ ኣይሃበን። ኣብ ትግራይ ኣብ መንጎ ተሃላለኽቲ ስልጣን ዘሎ ሓድሽ ምጥምዛዝ ውሳነ ጌታቸው ውፅኢት ፖለቲካዊ ኣሰራርሓ ኣብ ውሽጢ እቲ ትካል ክኸውን ከምዝኽእል ግምታት ኣበጊሱ ኣሎ። ክሳብ ሕጂ ዝፍለጥ ዘሎ ውሳነ ጌታቸው ምስ ደብረጼን ዕፁው ኣኼባ ድሕሪ ምክያዱ ድሕሪ ሓደ መዓልቲ ጥራይ እዩ መፂኡ። ጌታቸው ረዳ ብሰሉስ ኣብ ማሕበራዊ መራኸቢታት ገፁ ኣብ ዝፀሓፎ ፅሑፍ ምስ ደብረፅዮን ገብረሚካኤልን ካልእ ሓደ ሰብን ስሙ ዘይተገልፀ ኣብ ሞንጎኦም ዝተሳእለ ስእሊ ዘርጊሑ ነይሩ። ነቶም ንምሽምጋል ዝሰርሑ ዝነበሩ ክልተ ጉጅለታት እውን ክብሪ ሂቡ። እቲ ኣኼባ ዝሓለፈ ሰሙን ከምዝተኻየደ ዝሕብር ሓበሬታታት ኣሎ። ገሊኦም ኣብ ክልል ትግራይ ኢትዮጵያ ንፖለቲካ ቅርበት ኣለና ዝብሉ ትርጉሙ ዘይርእይዎ እዮም። ኣብ ባይታ ዝኾነ ስምምዕ የለን ድማ ይብሉ። ህወሓት ኣብ ወርሒ ነሓሰ ብሰንኪ መበል ዓሰርተ ኣርባዕተ ጉባኤ እቲ ውድብን ምዝገባን ኣብ ሃገራዊ ቦርድ ምርጫ ኢትዮጵያ ከም ዝተመቓቐለት ይንገር። እቲ መሰረታዊ ጠንቂ ግን ከምቲ ብዙሓት ከምኡ ክገብሩ ዝፍትኑ ስምምዕ ፕሪቶርያ ምዃኑ ይእመን። ታደሰ ወረደ ጊዛዊ ፕረዚደንት ምምሕዳር ትግራይ ኮይኑ ንዕኡ ብዝምልከት ዝሃቦ ሪኢቶ የለን። ቀዳማይ ሚኒስትር ኢትዮጵያ ሕቶታት ንምምላስ ኣብ ባይቶ ቀሪቡ። ባይቶ ፌደራል ወከልቲ ህዝቢ ቀዳማይ ሚኒስትር ኣብይ ኣሕመድ ካብ ኣባላት ባይቶ ንዝቐረቡ ሕቶታት ንምምላስ ሎሚ ሓሙስ ናብ ባይቶ ከምዝቐረበ ኣፍሊጡ። ብመሰረት ጸብጻብ ሆብረ፣ ኣብይ ኣሕመድ ኣብ መኽፈቲ መደረ ፕረዚደንት ታዬ ኣስቀስላሴ ብዝምልከት ኣብ ሓበራዊ ኣኼባ ሆብሬን ባይቶ ፈደረሽንን ንዝቐረቡሉ ሕቶታት መልሲ ክህብ'ዩ። ኣብ ባይቶ ኢትዮጵያ ዘሎ ኣሰራርሓ፣ ኣባላት ባይቶ ሕቶታት ብጽሑፍ ከቕርብን ኣብ እዋን ሕቶን መልስን ኣኼባ ካብ ሓደ ስክርቢት ከንብብን እዩ። ልዕሊ ቴስዓን ሓሙሽተን ሚእታዊት ኣባላት ባይቶ ካብ ገዛኢ ሰልፊ ብልጽግና'ዮም። ሰልፊ ኣብይ ኣሕመድ ብመሰረቱ ኣብ ባይቶ ትርጉም ዘለዎ ብድሆ ከይተገበረሉ ብዝኾነ ውሳነ ክድሕን ይኽእል እዩ ማለት እዩ። ኣብ ኢትዮጵያ ክልል ኣምሓራን ኦሮምያን ዝካየድ ዘሎ ኲናት ኣብ ቀረባ እዋን ዋጋ ባጤራ ኢትዮጵያ ኣብ ልዕሊ እቲ ድሮ እናወሰኸ ዝኸይድ ዘሎ ዋጋ መነባብሮ፣ ነዳዲ፣ ዝወሰኸ ከምኡ'ውን፣ ልምዓት ሃገር ብዝብል ጉልባብ ኣማኢት ኣሽሓት ነበርቲ ኣዲስ ኣበባ ብሓይሊ ምፍንቓል ዝብል ናይ ኣብይ ኣሕመድ ሰልፊ ሕጋውነት ቅልውላው እናገደደ ክኸይድ ኣበርክቶ ገይሩ። ኣብ ቀረባ እዋን ካብ ምንጭታት ውሽጢ ዓዲ ዝወፁ ፀብፃባት ከም ዘመልክትዎ መንግስቲ ኣብ ርእሰ ከተማ ኣዲስ ኣበባ ተቓውሞ ክለዓል ከም ዝኽእል ገምጋም ነይርዎ። ብኣንጻሩ መንግስቲ ሕጂ'ውን ኢትዮጵያ ናብ ብልጽግና ትሰጋገር ኣላ ዝብል ኣባህላታት የቕርብ ከም ዘሎ ይገልጽ ኣሎ። ኣብ ደቡብ ኢትዮጵያ ብዘጋጠመ ምህማም መሬት ትሽዓተ ሰባት ሞይቶም። ኣብ ሃዋሳ፣ ኣብ ደቡብ ኢትዮጵያ ክልል ወላይታ ዞባ ካዎ ኬይሻን ኣብ ሲዳማ ክልል ወረዳ ወንቾ ዝሃረመ ከቢድ ዝናብ ስዒቡ ዘጋጠመ ምህማም መሬት ትሽዓተ ሰባት ምማቶምን ሓሙሽተ ካልኦት ከምዝተጎድኡን ሰበ ስልጣን እቲ ከባቢ ኣፍሊጦም ኣለዉ። ኣመሓዳሪ ቤት ፅሕፈት ሓደጋ ኣቶ በዛብህ ባፋ፣ ኣባላት ክልተ ስድራቤት ዝኾኑ ሸውዓተ ሰባት በቲ ሓደጋ ምህማም መሬት ምሟቶም ኣረጋጊፁ'ሎ። ኣቐዲሙ ኣብ ወርሒ ሓምለ ብዘጋጠመ ተመሳሳሊ ሓደጋ ዓሰርተ ክልተ ሰባት ምሟቶምን ሓምሳን ሰለስተን ስድራቤታት ካብ መንበሪኦም ምዝንባሎምን ዝሓበረ ናይ ዞባ ወላይታ ሓላፊ ህጹጽ ሓደጋ ኣቶ ዳዊት ደሳለኝ፣ እቶም ተመዛበልቲ ምሉእ ብምሉእ ናብ መንበሪኦም ኣብ ዘይተመለሱሉ ዳግማይ እቲ ሓደጋ ምግጣሙ ዝሓበረ ኣብ ወንሾ ወረዳ ዘጋጠመ ሓደጋ'ውን ኣብ ወርሒ ነሓሰ ዓሰርተ ሓደ ሰባት ብተመሳሳሊ ኣብ ዝሞቱሉ ከባቢ ምዃኑ ተሓቢሩ'ሎ። ካብ ወርሓት ክረምቲ ንደሓር ኣብ ደቡብ ኢትዮጵያ ብሰንኪ ዝሃረመ ከቢድ ዝናብ ስዒቡ ብዘጋጠመ ምህማም መሬት ህፃናት ሓዊሱ ልዕሊ ሰለስተ ሚእቲ ሰባት ሙማቶም ነበርቲ ስድራ ግዳያትን ሰበ ስልጣን እቲ ከባብን ምሕባሮም ኣቐዲሙ ምሕባሩ ይፍለጥ። ኣብ ስፓኛ ከባቢ ግዝኣት ቫለንሽያ ብሰንኪ'ቲ ዘጋጠመ ከቢድ ዕልቕልቕ ውሕጅ ዛጊት ልዕሊ ቴስዓን ሓሙሽተን ሰባት ከም ዝሞቱ ተፈሊጡ። ገና ሃለዋቶም ዘይተረኸበ ሓያሎ ሰባት ስለ ዘለዉ ግን ቁጽሪ ምዉታት ክውስኽ ከም ዝኽእል ዘለዎ ስግኣት መንግስቲ እታ ሃገር ኣፍሊጡ። ኣብ ዝሓለፈ ሓምሳ ዓመታት ተመሳሳሊ ሓደጋ ሪኣ ዘይትፈልጥ እስጳኛ፣ እቲ ዝኸፍአ ዝበሃል ኣብ ሽሕን ትሽዓተ ሚእትን ሰብዓን ሰለስተን ዘጋጠመ ኮይኑ፣ ኣብቲ እዋን ክሳብ ሚእትን ሓምሳን ዝኾኑ ሰባት ከም ዝሞቱ መዛግብቲ ይሕብሩ። ኣብታ ብሕማቕ ዝተሃሰየት ግዝኣት ቫለንሽያ እትርከብ ከተማ ቺቫ፣ ኣብ ውሽጢ ሸሞንተ ሰዓት፣ መጠን ሙሉእ ክረምቲ ዝተመዝገቦ ከቢድን ጽዑቕን ዝናብ ከምዝዘነበ ትካል ሜትሮሎጂ እታ ሃገር ኣቃሊሑ። ነቲ ሓደጋ ዘርኢ ዝተፈላለየ ዝተዘርግሐ ኣሳእል ከምዘመልክቶ፣ እቲ ከቢድ ውሕጅ ህንጻታት፣ ድልድላት፣ ጽርግያታትን ካልእ ጸራሪጉ ክወስድ እንከሎ ዘርኢ ኮይኑ፣ ሓያለ ሰባት ኣብ ናሕስታትን ኣግራብን ተንጠልጢሎም ህይወቶም ንምትራፍ ክጋደሉ እንከለዉ ተራእዮም እዮም። እቲ ሃንደበት ኣብ ጎደናታት ዘዕለቕለቐ ውሕጅ ሓያሎ መካይን ክወስድን ከጋጩን እውን ተራእዩ'ዩ። ብሰንኪ እቲ ሓደጋ ሰለስተ መዓልቲ ሓዘን ዝኣወጀ ቀዳማይ ሚኒስተር እታ ሃገር ፔድሮ ሳንቸዝ፣ ኣመና ኣሸጋሪ ኩነታት ኣየር ንመስርሕ ህይወት ኣድሕን ከም ዝሓላለኾ ገሊጹ። እቲ ቀዳማይ ሚኒስተር ንህዝቢ ሃገሩ ኣብ ዘሕለፎ መልእኽቲ፣ ዜጋታት ብኣተኩሮ ነቲ ኩነታት ክከታተሉን ዘድሊ ጥንቃቐ ክገብሩን ብምትሕስሳብ፣ ነቶም ዝተሃሰዩ ወገናት፣ መላእ ህዝቢ ስጳኛ ምሳኹም ይነብዕ'ዩ ዘሎ፣ ንበይንኹም ኣይኮንኩምን ኢሉ። ብዘይካ'ዚ፣ ሕብረት ኤሮጳ ምስ ስጳኛን ህዝባን ምቛሙ ንምግላጽ፣ ኣብ ቤት ጽሕፈት ሕብረት ኤሮጳ ብራስለስ፣ ባንዴራ እቲ ሕብረት ኣብ ፍርቂ ዘንጊ ክስቀል ገይሩ'ሎ። እዚ ሓደጋ ብሰንኪ ክሊማዊ ለውጢ ዝተኸስተ ምዃኑ ሕቶ ክኢላታት ክሊማ ኣልዒሉ ኣሎ። ክኢላ እቲ ዓውዲ ፍሪደሪክ ኦቶ፣ ብርግጽ ቅድሚ ሕጂ ውሕጅን ካልእ ሕማቕ ኩነታት ኣየርን ነይሩ'ዩ። እዚ ኣብ ቀረባ ዓመታት እንርእዮ ዘለና ግን ካብ ግዜ ናብ ግዜ ዝሓየለ፣ ብዙሓት ድማ ኣመና ጽንኩራትን ጽዑቓትን'ዮም ብምባል ምስ ክሊማዊ ለውጢ ዝተኣሳሰር ክስተት ምዃኑ ኣመልኪቱ። ፍሬደሪክ ኣተሓሒዙ ኣብዚ ዓመት ብዙሕ ውሕጅ ከም ዘጋጥም ብምግላጽ፣ እዚ ድማ ምስቲ ሕጂ ኣብ ስፓኛ ዝተራእየ ዝመሳሰል ኮይኑ፣ ብተዛማዲ ኣብ ሓጺር ግዜ ብዙሕ ዝናብ ይዘንብ ኢሉ ብምብራህ፣ ከምዚ ዝበለ ተርእዮ ብቐጥታ ምስ ክሊማዊ ለውጢ ኣተኣሳሲሩ ገሊጹ። ዝሞቐ ህዋ ዝያዳ ሃፋማይ ክሕዝ ከም ዝኽእል ካብ መባእታዊ ፍዚክስ ንፈልጥ ኢና። እዚ ድማ ካብ ከበባ ኣየር ክወጽእ ከም ዘለዎን ንኽወጽእ ድማ ከቢድ ድፍኢት ዝናብ ይፍጠር ብምባል ይገልጾ። ብሰንኪ እቲ ዘጋጠመ ሓደጋ ኣብ መንጎ ቫለንሽያን ማድሪድን ዘሎ መስመር ባቡር ብዝወረደ ዕንወት እንተወሓደ ንዓሰርተ ሓሙሽተ መዓልታት ከም ዝተቋረጸ ተገሊጹ። ትማሊ ኣብዚ ጉዳይ መግለጺ ዝሃበ ሚኒስተር መጓዓዝያ እታ ሃገር ኦስኳር ፑኤንተ፣ ንማድሪድን ቫለንሽያን ዘራኽብ መስመር ብሰንኪ ስፍሓት እቲ ጉድኣት ክሳብ ሰለስተ ሰሙን ካብ ጥቕሚ ወጻኢ ክኸውን ከምዝኽእል ኣተንቢሁ። ኣብ መስርሕ ህይወት ኣድሕን ይኹን ንዝተደፍኑ ሰባት ኣብ ምድላይ ዝኣመሰለ ከቢድ ስርሓት ብዘይካ ኣባላትን ትካላትን ህይወት ኣድሕን ሰራዊት ስጳኛ'ውን ተዋፊሩ ከምዘሎ ተነጊሩ።